ኣይትፍርሕዎም ክቡራንን ክቡራትን ኣብ ውሽጢ ዓድና ኣብ ትግራይን ኢሉ እውን ኣብ ሙሉእ ኢትዮጵያን ከምኡ ከዓ ድማ ኣብ ዝተፈላለዩ ኩርናዓት ዓለም እትርከቡ ህዝቢ እግዚኣብሔር ብምልእኹም ልዕሊ ኩሉን ቅድሚ ኩሉን ስለ ኩሉ ነገር ንኣምላኽና ክነምስግኖ ይግባእ እዩ እሞ በዚ መልክዕ እዚዩ ክንራኸብ እዚ ሓጽር ሓጺር መልእኽቲ እዚዩ መግለጺ እዚዩ ናባኻትኩም ከቕርብ ንስኻትኩም እውን ክትሰምዑ ከምዚ ዘዳለወና ናይ ኣቦታትና ኣምላኽ ልኡል እግዚኣብሔር ኽብርን ምስጋናን ንዕኡ ይኹን ብምቕጻል እዚ ሓጺር መብራህርሂ ወይ መግለጺ ንምሃብ ቁሪሚኹም ክቐርብ ከለኹ እንሆ መጀመርያ ብዛዕባ ዝስመዐንን ዝተሰመዐንን ክገልፅ እፈቱ። ኩሉኹም ከም ትፈልጥዎ መንበርና መንበረ ሰላማ ኦርቶዶክስ ተዋህዶ ቤተ ክርስትያን ትግራይ ካብ ብፁዕ ወቅዱስ ኣቡነ ሰላማ ጀሚሩ ኢሉ እውን ቅድሚኡ እውን እንትኾነ ብሕጊ ልቡናን ደሓር ከኣ ድማ ንሽሕ ዓመት ገደማ ብሕጊ ኦሪት እናተመርሐ ዝመጸ መንበረ ጽዮን ደሓር ናብ ሓድሽ ኪዳን ከኣ ድማ መንበረ ባኮስ ክንብሎ ንኽእል ካብኡ ቀጺሉ እውን መንበረ ብጽወ ቅዱስ ኣቦና ኣቡነ ሰላማ ኣብ ትግራይ ኣብ ምድሪ ኣክሱም ምድሪ ኣጋእዚ ንዘመናት ንኣማኢት ዓመታት ምስ ጸንሐ ብዝተፈላለየ ምኽንያት እንታብ መንበሩ ተፋሊሱ እቲ ሻምናይ መንበር ኣብ ዓለም ፍሉጥ ዝነበረ መንበርና መንበረ ጽዮን ወይም መንበረ ሰላማ ግዒዙ ንዘመናት ነይሩ ብዙሓት ኣቦታትና ብዙሓት ሊቃውንት ዝዓይነትዝዩ ምፍላስ ኣግባብ ከምዘይኮነ ኣብቲ ናይ ካሊእ ዓለማት ዘለዉ መናብርት ብምርኣይ እናሓዘኑን ንክምለስ እውን ናብ ኣምላኽ እናተማሕፀኑን እናፀሓፉን እውን እናሰነዱን እውን ከም ዝነበሩ ንፈልጥ ኢና። ኾይኑ ግና ናይ እግዚኣብሔር ፍቓድ ኮይኑ ብ2ዓሰርተ ሰለስተ ዓ ም ኣብ ህዝብና ብዝወረደና ግፍዓዊ ናይ ዘር ምጽናት ጭፍጨፋ፣ እቲ ሕልሚ ወለድናን እቲ ናይ ጥንቲ መሰረትናን ናብ መሰረቱ ንኽመጽእ፣ ንውልደቱ ንምግውሑ ምኽንያት ብምዃኑ፣ ኣብ ምሉእ ኩርናዓት ዓለም ዝነበርኩም ወገናትና፣

ጓሰይትና ዝበልናዮም፣ ሓለውትና ዝበልናዮም መራሕቲ ሃይማኖት እንድሕር ደኣ ኣብዚ ግፍዓዊ ጨፍጫፍ ክንውዳእን ክንሃልቕን ከለና ግልጽ ምባል ካብ ኣበዩ? ግልጽ ምባል ጥራይ ከይኮነስ ምስቲ ዝጭፍጭፍን ዘጭፍጭፍን ኣካል እውን ስምረት ተዋዲዶም ስለዝኸዱ ካብዚ ንደሓር ይኣኽለና ብዝብል ኣብ ውሽጥን ኣብ ደገን ንዝነበረ ህዝብና ብፍላይ ኣብ ወፃኢ ዓለም ኮይኑ ንህዝብና ንህዝቢ ትግራይ ብሓፈሻ ንኹሉ ሰለስተ ሚእትን ስድሳን ድግሪ ተዓፅዮ ኣብ ዝነበረ ህይወቱን ንብረቱን ኩሉ እናሃገረ ኣብ ውሽጢ ሃገር ዝነበረ ህዝብና እውን እዚ ነገር እዚዩ እንዳተፈጸሞ ዝነበረ መንበርና መንበረ ሰላማ ምውላዱ ይፍልጥ መይ ታፍቲ ዝነበሮ ታፍቲ ተዳፊንዎ ዝነበረ ህይወት ሰሪዑ ምትንስኡ ኩሉ ህዝብና ከም ዝተሓጎሰ ኩልና ንፈልጥ ኢና እዚ መንበር እዚዩ ዳግም ምትንስኡ ልክዕ ብዘመነ እሌኒ ተቐቢሩ ዝነበረ መስቀል ልዕሊ ሰለስተ ሚእቲ ተቐቢሩ ከም ዝነበረ እሞ ደሓር ብእሌኒ ከም ዝተሰ ንኣማኢት ዓመታት መንበሩ ስኢኑ ዝነበረ እውን በዚ ምኽንያት እዚዩ፣ መንበርና መንበረ ሰላማ ብምግሃዱ ዘይተሓጎሰ ፍጥረት ኣይነበረን። ኦርቶዶክሳውያን ጥራይ ከይኮንናስ ህዝቢ ትግራይን ፈተውቲ ህዝቢ ትግራይን በእውነት መኽበርትን ወይ ደሞ ሰዓብቲ ታሪኽን ተመራመርትን እንተይቀረየ ኩሎም ዝተሓጎስሉ ነገር ነይሩ እዩ። ኮይኑ ግና ኣብ ከይዲ ይገጥም እዩ ይገጥመና እዩ ኣብዚ ሕዚ እዋን ከዓ ድማ እቲ ብተስፋ ንጽበዮ ዝነበርና ምንብርና፣ እቲ ንቕድሚት ንህዝብና ንህዝቢ ትግራይ ንመንግስቲ ኣምላኽ ጫፉ መንግስቲ ኣምላኽ ንምእታው ስፍሓቱ ጎኑን ንቕድሚት ድማ ኣብ ትግራይ ዝሕጸር ከይኮነስ ኢሉ እውን ከምቲ ናይ ቀደም ናይ ወለድና ኣስተምሮ ንኢትዮጵያን ሓሊፉ እውን ንኣፍሪካ ተስፋ ብርሃን ክኸውን ተባሂሉ ዝተኣመነሉ ካብ ግዜ ናብ ግዜ ግን እቲ ዓላምኡ ይኹን እቲ እንቅስቃሴኡ እናሓፀረ ኣብ ዝኸደሉ ግዜ ይኸው ኩልኹም ከም ትሰምዕዎ ዘለኹም ካብ 217 ዓመተ ምህረት ኣነ መንፈሳዊ ኣቦኹም እቲ መንበርና ታፍቶም ዘለዉ ምስቶም ዘለዉ ኣቦታት ሊቃነ ጳጳሳት ብምዃን መንበርና ንቕድሚት ክስጉም እቲ ዝለመድናዮ ናይ ኣዲስ ኣበባ ዝነበርናዮ ግዕዚ ምሕደራ ንወንጌል ኣገልግሎት ጠመተ ዘይህብ ኣብ ግሊ ሃብቲ ማእኸል ዝገበረ ንሱ ገዲፍና ከምቲ ናይ ጥንቲ ወለድና ግን ንቕድሚት ክነስጉሞ ኢልና ዝሓዝናዮ መንበርና ንድሕሪት እንዳተጎተተ ብምምፅኡ ካብ ክልተ ሽሕን ዓሰርተ ሸውዓተን ዓመተ ምህረት ዝተፈላለዩ መፅናዕትታት ብምቕራብ ንብፁዓን ኣቦታተይ እውን ብምክፋል እዚ ነገር እዚዩ ተሎ ኢልና ክንኣልዮ ንጠፍእ ከም ዘለና ሰዓብትና ይሓዝኑ ከም ዘለዉ፣ ተስፋ ዝገበሩ ተስፎም ይጭለጥ ከም ዘሎ፣ ካህናትና፣ ዲያቆናትና፣ ሊቃውንትና፣ ኮታስ ህዝብና ኩሉ እቲ ትማሊ ኣበይ ክበጽሕ እዩ መዋጽኦ መንፈሳዊ ዕብየትና ክኸውን እዩ ኢሉ ዝጽበዮ ዝነበረ መንበር ካብ ግዜ ናብ ግዜ ግን ብክንደይ ተጋድሎ ዝተኸሎ ዝሃገጎ ህገ ደንቡ ብኽንደይ ተጋድሎ ሰር ዝሓገጎ ህገ ቤተ ክርስቲያንን ብሔረ ህግን ዝተባህለ በዓል ዓሰርተ ደንብታት ኣብ ምትግባር ንቕድሚት ከይስጉም ማሕለኻታት ብዝበዝሕዎ ድሕሪ ብዙሕ ፃዕርን ልፍዓትን ናብ ኣቦታት ብምቕራብ ኣብ መወዳእታ ግን ኣብ ሓደጋ ምውድኡ ብምርኣይ እዚ ናብ ህዝቢ ብግልፂ ብምቕራበይ ይሀው ኣብ መንጎይን ኣብ መንጎ ኣቦታትናን ኣብ መንጎናን ኣብ ዝተወሰኑ ከምዚ ዓይነት ዝበለ ፍሕፍሕ ብምፍጣሩ ነገራት ናብ ዘይኮኑ ኣድላይ ብምክያድ ኣብዚ ሕይ ህዝብና ዘጨነቐ ንዓኻትኩም እውን ስቓይ ዝኾነኩም ተስፋ ንክትቆርፁ ኣብ ክንዲ ተስፋኹም ምልምላም ተመሊስኩም ክትሓዝኑ ዝገበረ ድርጊት ስለ ዝኾነ ኣነ በእውነት ካብ ልቢ እሓዝን እዙይ ብምኽሳቱ እዙይ ብምግላፁ እውን ብልቢ ታብ ልበይ ምሕዛነይ ዝሓዘንኩ ምዃነይ እናገለፅኩ እናገለፅኩ ኮይኑ ግን እዙዩ ንዕብየትና ግን ሓደ ስዳሮ ምዃኑ ብዝበለፀ ተዓፃፂፍና ብመንፈስ ቅዱስ ሓይሊ ንክንወፅእ ኣብ ውሽጥና ዘሎ ንዘመናት ዝነበረ ግዕዙይ ምምሕዳር እውን ኣውፂና ወንገልና ዘይተዓፀፈ ህዝብና ብኣግባቡ ክጓሰ ኣብ ምግባር

ብሔረ ህግ ዓንቀፅ ሓደ ሚእትን ሰማንያን ሰለስተን ብሔረ ህግ ዓንቀፅ ሓደ ሚእትን ተስዓን ኣርባዕተን ብምጥቃስ ኣብ ልዕሊ ኣባ ሰላማ ማለት ኣብ ልዕለይ ዝብል ፅሙቕ ትሕዝቶ ዘለዎ ውሳነ ከምዘወሰነ ፈሊጠ ኣለኹ። ይኹን እምበር ብኣባ ሰላማ ወይ ብኣይ ተጣሒሶም ዝተባህሉ ናይ ሕጊ ድንጋጌታት ብሄረ ህግ ዓንቀፅ ሚእትን ሰማንያን ሰለስተን ሚእትን ተስዓን ኣርባዕተን ክረኣዩ ከለው ዝኾነ ኣባል ቅዱስ ሲኖዶስ ኣብ ጉባኤ ናይ ምርካብ መሰል ከም ዘለዎ ዝሕብሩ እዮም። ርግጽ እዩ ኣባ ሰላማ ወይም ኣነ እዚ መሰል ከይጥቀም ካብ ጻውዒት ጀሚሩ ክሳብ ምልኣቱ ጉባኤ ዝተኸልከልኩ እንትኾን እንትኸውን ብመሰረት ሕጊ መሰልካ ዘይምጥቃም ጥፍኣት ኣይኮነን ኣይሕትትን እውን። ሚእትን ተስዓን ኣርባዕተን ድማ ብዛዕባ ምሕላው ክብርን ልዕልናን ቅዱስ ሲኖዶስ ዝሕብር ኮይኑ ናይዚ ዓንቀጽ ምንጩ ድማ ዓንቀጽ ኣርባዓን ትሽዓተን ንኡስ ቁጽሪ ወይ ንኡስ ዓንቀጽ ዓሰርተ ኣርባዕተ ምስ ሕጊ ቤተ ክርስቲያን ዓንቀጽ ሰላሳን ኣርባዕተን ጣምራ ንባብ እዩ። ከም ኣባ ሰላማ ድማ ክብርን ልዕልናን ቅዱስ ሲኖዶስ ጥሒሱ ተባሂለ ዝቐረበኒ ዝርዝር ክሲ ይኹን ዝሃብክዎ ኣንጻራዊ መከላኸሊ መረዳእታ ከምኡውን ኣብ ቅድመይ ዝተሰምዐ መረዳእታ ወይውን ተፃርዩ ዝቐረበ ውሳነ ሓሳብ የለን። እዚ መሰል እዚ ግን ዘይጠሓስ መሰረታዊ መሰል ኣባላት ቅዱስ ሲኖዶስ እዩ። ብምዃኑ ድማ ቅዱስ ሲኖዶስ ካብ ዕስራን ሸውዓተን ክሳብ ዕስራን ሸሞንተን ዜሮ ትሽዓተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዝነበሮ ጉባኤ ብዛዕባ ኣባ ሰላማ ብዛዕባይ ጥራሕ ዝዘተየ ንምዃኑ ኣብቲ ቃለ ጉባኤ ቅድሚ ውሳነ ዘሎ ዝርዝር ሓሳብን ካብቲ ምንባብ ሰሚዖም ብፁዓን ኣቦታት ብምቅዋም ብብቓሎም ካብ ዝሃብዎ ሓሳብ ሓሳብ ብቐሊሉ ምርዳእ ይከኣል እዩ። ነገር ግን ጉዳይ ኣባ ሰላማ ወይ ጉዳየ ንክኽወል ንክኽወል ወይ ንክርሳዕ ብዘኽእል ኣግባብ ኣብ ኣጀንዳ ዘይነበረ ነጥቢ ብምፅሓፍ ውፅኢት ኣባ ሰላማ ዝመስል ቃለ ጉባኤ ተፃሒፉን ዘይፈረሙ ኣቦታት እውን ብኻሊእ ሰብ ተፈሪሙሎም ቃለ ጉባኤኡ እውን ኣብ ማሕበራዊ ሚድያ ውዒሉ ኣሎ። እዚ ዘሕዝንን ዘሕፍርን ፍጻሜ ድማ እዩ። እምበኣር ኣብ ልዕሊ ኣቡነ ሰላማ ወይም ኣብ ልዕለይ ዝተመሓለፈ ውሳነ ብመንጽር ወይም ብመነጽር ብሔረ ሕግ ዓንቀጽ ሓደ ሚእትን ተስዓን ትሽዓተን ክረእ ከሎ ብዘየለን ብዘይወጸን ኣብ ሕጊ ስነ ምግባር ዘይተፈጸመን ዘይተፈጸመን እዩ። ኣብ ዓንቀጽ ሓደ ሚእትን ተስዓን ሓደ ሚእትን ምስ ሕጊ ቤተ ክርስቲያን ዓንቀጽ ሰላሳን ሸሞንተን ንኡስ ቁጽሪ ዓንቀጽ ንኡስ ዓንቀጽ ሽዱሽተ ከምዚ ተጻሒፉ ዝርከብ ኣግባብነት ብዘለዎ ሕጊ መሰረት ንክሲ ምኽንያት ዝኾነ በባህሪኡ ብምስጢሩን ንዕፅውን ዝረአ ብዕፅው ዝረአ ዝኾነ ኣባል ቅዱስ ሲኖዶስ ብሃይማኖት ይኹን ብቐኖና ቤተ ክርስቲያን እንተተኸሲሱ ሚዛናዊ ኣብ ዝኾነ ግዜ እቲ ክሲ ብዝርዝር ክንገሮን ብፅሑፍ ክወሃቦን ኣብ ቅድሚ ቅዱስ ሲኖዶስ ቐሪቡ ድማ መልሲ ናይ ምሃብን ኣንጻራዊ ዝኾነ መረዳእታ ናይ ምቕራብን ዘይጠሓስ መሰል ኣለዎ ይብል። ምስ ዓንቀጽ ምስ ሰላሳን ትሽዓተን ንኡስ ዓንቀጽ ሸውዓተ ጣምራ ንባብ ተገናዚቡ እንትረአ ሕግን ኣሰራራሕን ቅዱስ ሲኖዶስ ዘይተኸተለ ስለ ዝኾነ ብሕጊ ቤተ ክርስቲያን ዓንቀጽ ዓሰርተ ሓደ ንኡስ ዓንቀጽ ሓደ ውጽኢት የብሉን። ውጽኢት የብሉን ማለት ድማ ተፈጻምነት ዘይብሉ ውሳኔ እዩ እቲ ዝተመሓለፈ ስለዙይ በቶም ዝተጠቐሱ ነጥብታት መሰረት ቅዱስ ሲኖዶስ ኣብ ልዕሊ ኣባ ሰላማ ኣብ ልዕለይ ዝወሰነሙ ውሳነ ንሕገ ቤተ ክርስቲያን ፍጹም ዝቃረንን ውፅኢት ኣልቦን ስለዝኾነ ቅዱስ ሲኖዶስ ብመሰረት ብሔረ ሕግ ዓንቀጽ ምእትን ክልተን ንኡስ ዓንቀጽ ክልተን ምስ ሕጊ ቤተ ክርስቲያን ዓንቀጽ ሰላሳን ሸውዓተን ንኡስ ዓንቀጽ ዕስራን ጣምራ ንባብ ዝወሰኖ ውሳነ ዳግም ርእዩ ውሳኔኡ ክኽልስ ይግባእ ብማለት ብመሰረት ብሄረ ህግ ዓንቀፅ ሚእትን ሰማንያን ኣርባዕተን ምስ ዓንቀፅ ኣርባዓን ትሽዓተን ንኡስ ዓንቀፅ ዓሰርተ ሰለስተን ጣምራ ንባብ ሲኖዶሳዊ ሞሽን ወይ ድማ እማመ ኣቕሪበሎም ኣለኹ። ክቡራንን ክቡራትን ህዝቢ እግዚኣብሔር ኣብዚ ክርዮ ዝግባእ ካብ ኩሉ ዝሕዝን እቲ ናይ ኣባ ሰላማ ሕቶን ክሳብ ሎሚ ንምሉእ ህዝብና ንህዝቢ ዓለም ዘጋወሕዎ ዝተፈላለዩ ሚድያታት ካሊእ ኣይነበረን። ዋና ሕቶ ኣባ ሰላማ ሕቶ ናይ ብዙሓት ካህናት ሕቶ ናይ ብዙሓን ሊቃውንት ሕቶ ናይ ኩሉ ህዝበ ክርስትያን ሕቶ እዩ። ዝትሪእዎ ዘለኹም እዚዩ ሕጊ ቤተ ክርስትያንና እዩ። ምስ ዓለም ለኸ ዘለዉ ኣሃት ኣብያተ ክርስትያናት ከነጻጽረናን ከወዳድረናን ዝኽእል ዝመፀ ዝፀደቐ ሕገ ቤተ ክርስትያንና እዩ እዚ እትሪእዎ ዘለኹም ሕጊ እውን ቅድሚትኡ ፈፂሙ ኣብ ኢትዮጵያ እኳ ዘይነበረ ብብዙሕ ተጋድሎን ብጥንካሬ ኣብ ወፃእን ውሽጥን ብዘለዉ ሊቃውንትና ናይ ህግ ምሁራንና እዚ ትሪእዎ ዘለኹም ከኣ ብሄረ ህግ ዝተባህለ ዓሰርተ ሰነዳት ወይ ደሞ ደንብታት ኣብ ማእኸል ዝሓዘ እዩ። እምበኣር ናይ ኣባ ሰላማ ሕቶ ክሳብ ሎሚ እውን ዝበልናዮ እዞም ሕግን ብሄረ ህግን እዚኣቶም ናብ ተግባር ይተርጎሙ እዩ። ስብከተ ወንገልና ሃይማኖት ስራሕትና ተዳፈነ ስብከተ ወንገልና ተዳፊኑ ገዳማትና ኣብ ምዕናው ኣብነት ትምህርቲ ቤትና ኣብ ምፍላስ ቅርሳቅርስና ኣብ ዝተፈላለዩ ኣብ ምዝራፍ ሳብ ብርሑቁን ቀረባን ዝመፅእ ዘሎ ሃፍቲ ህዝብና ብማለባ ይስኢሉ ስለ ዝጠፍእ ዘሎ ኣድልዎን ምግላልን ዝበዝሕ ስለ ዘሎ ተደራረቢ ሃፍትን ንብረትን ወይ ድማ ጥቕማ ጥቕምን ኣብ ግለ ሰባት ይኣቱ ስለ ዘሎ እዚኡ ተስተኻኺሉ ከም ጥንታውያን ኣቦታትና እታ ቤተ ክርስቲያንና ትናይ ቀደም ሓረግ መንገዲ ሒዛ ዳኣ ክትከደ ኣለዋ እምበር ኣብ ኣዲስ ኣበባ ዝገደፍናዮ ግዕዙይ ምሕደራ ቤተሰባውን ከበባውን ማእኸል ዝገበረ ንስብከተ ወንጌል ይኹን ንቤተ ክርስቲያን ምንም ዓይነት ኸለላ ዘይህብ ኣሰራራሕ ጠፊኡ ወይ ድሞ ኣርሒቕና ብኣግባቡ ክንሰርሕ ኣለና ዝብል እዩ ዝኹሉ እናመሓለፍክዎ ዝመፃኹ። ስለዚ ዝገርም ግን እዚ ብሄረ ህግ ንምኽሳስ ክበሃል ትማሊ ንመጀመርያ ግዜ ናብ ሕጊ ውዒሉ ኣሎ። እዚ ብሄረ ህግ እዚዩ እቶም ብፍላይ ከዓ ደሞ እዚ ብሄረ ህግ እዚዩ ክሳብ ሎሚ ኣየድልየናን ዝበሉ ኣቦታት እየም። ስእለ ትማሊ ዘዝብሔረ ህግ እዚዩ ጠቂሶም ኣቕሪቦሞ እኔዉ። እዚ ደንቢ እዚዩ ኣብ ተግባር ኣይነውዕሉ ንዝበሉ ሰባት እዮም፣ ኣቦታት እዮም። ሎሚ ግን ንክሲ ክጠቕሞም እሞ ብተዛብእ ኣቕሪቦሞ እኔዉ። መጽሓፍ እዚ ከም ዝብለና ኣቦታትና እውን ከም ዝመሃሩና እኩይ ብእሲ ሃይማኖተ ያለብሳ ለእከዩ ይብል። ክፍኣት ዘለዎ ሰብ ነታ ዝደለያ ሕዚ ተግባሩ ንኸትርጉም ሃይማኖታዊ ገጽታ እዩ ዝኸድና ዝተባህለ ሕዚ እውን ነባ ሰላማ ንምኽሳስን ንምስጣሕን ተባሂሉ ዝቐረበ ጥቕሲ እምበር ወይ ከዓ ድማ ውሳኔ እምበር እዚዩ በእውነት ዝረእይዎ ኣይነበሩን። ክቡራንን ክቡራትን ናብ ናይ መወዳእታ ክንርኢ ከለና ኣብቲ ዝርዝር ዝሃብዎ ነገር ኣሎ። ቅድሚ ናብ ምእታወይ ግን ኣብዚ መርሒ ገይሮም ዘቕረብዎ ጥቕሲ ኣሎ። ኣብ ማቴዎስ ወንጌል ምዕራፍ ዓሰርተ ሸሞንተ ፍቕዲ ዓሰርተ ሓሙሽተ ክሳብ ዓሰርተ ሸውዓተ ዝጠቐስዎ ጥቕሲ ብጣዕሚ ዝገርም እዩ፣ ወእመሰ ኣበሰ ለከ እኹከ፣ ሓውካ ወይ መሓዛኻ፣ ዝኾነ ጓደኛኻ እንተበደለ፣ በይንኻ ከይድካ ምኸሮ፣ እንተሰምዓካ ጽቡቕ፣ እንተዘይሰምዓካ ከኣ ካልኣይ ወይ ሳልሳይ ወስችካ ንገሮ፣ እንተሰሚዕኻ እንተሰምዓካ ጽቡቕ ገበርካ፣ ንዓኣቶም እንተዘይሰሚዕዎም ከኣ ንግራ ለቤተ ክርስትያን ንቤተ ክርስትያን ንገራ ዝብል ጥቕሲ እዮም ጠቒሶሞ። እምበኣር እዚ ጥቕሲ እዚዩ ብሓቂ ኣብ መዓል ዝወዓለ ጥቕሲ ኣይኮነን። እዚ ጥቕሲ እዚ እምበኣር እዩ ኣቦታትና ኣነ ይኹን ካልኦት ቀዳማይ ነንበይንቱ እቲ ሕጊ ብምርቃብ ደንብታት ብምርቃብ ማለት ሰነዳት ብምድላው ስትራቴጂ ፕላን ብምውፃእ ፀገማት ዘነፀረ ሰነዳት 217 መንበረ ሰላማ ጸጋዶ ሓደጋ ዝብል፣ ድሕሪኡ እውን ከዓ ድማ ጸገማት ዝነጸረ ንሕድሕድ ኣቦታትና ብደብዳቤ ዝተዓጀበ መበል ሳልሳይ ድማ ሕርየት መንበረ ሰላማ ኣብ ዘዳግም ምዕራፍ ሰላሳ ዓሰርተ ትሽዓተ ዘሎ መሰረት ዝገበረ መጽናዕቲ እናቕረበ ጸኒሑ ኣብ መወዳእታ ግን ሰማዒ ብምስኣነይ ኣነ ይኹን ምሳይ ዘለዉ ሊቃውንቲ ቤተ ክርስቲያን ሰምዕቲ ወይም ፈጸምቲ ስራሕ ሰማዕቲ ብምስኣና ደኣ ንቤተ ክርስቲያን ወይ ንዓለም ኣጋውሕና እምበር ንዓና ዝመስል ጥቕሲ ኣይነበረን። ይኹን እሞ ኣብቲ ዝተጻሕፈ ቁጽሪ ሓደ ኣብ ሃ ተራ ቁጽሪ ዝሃብዎ ነገር ኣሎ። ኣብ መንጎ ሊቃነ ጳጳሳትን ኣብ ሊቃነ ጳጳሳት ምፍልላይ ናይ ምፍጣር ነዚ ድማ ሓደ ግዜ ኣብ ሰለስተ ዝተመቐሉ ሓደ ግዜ ኣብ ናይ ማሕበረ ቅዱሳን ሳንጣ ሙሉእ ገንዘብ ዝተቐበሉ እዮም ዝብል ከም ጸብጻብ ኣቕሪቦሞ ኣሎ። ኣነ ነዚ ነገር እዚዩ መልሲ እንተዘይበሉ ደስ ንበለኒ ነይሩ። ነገር ግን እዚዩ ኣመለኻኸት እዩ ዝበልክዎ። ምክንያቱ ብተግባር ዝረእ ዘሎ ተግባር እዩ። ኣብቲ ኮት ዝገበርዎ ድማ ብፍጹም ዓይነት ሕድሕድ ጳጳስ ወይ ኩሎም ኣብኣ ዝረእኹምዎም ናይ ማኅበረ ቅዱሳን ንሳንጣ ገንዘብ ይቕበሉ እዩ ዝብል ኮት ገይሮም ኣየቕረብዎን። ወይም ኣብዚኣቶም ከ እንታይ ዓይነት ምፍልላይ ኣየቕሪቡ? እዚዩ ኣሊጌሽኑ ወይ ክሱ ካብ ኣቦታትና ይመጽእ እዩ ተባሂሉ ዘይሕሎ ነገር እዩ። ኣብ ቁጽሪለ ዘቕረብዎ ኣብ መንጎ ኣመራራሕ ስራሕ ፈጸምትን መንበረ ሰላማ ሰናይ ምሕደራ ንኸይህሉ እቲ መንበር ንኽፈርስ ምንቅስቃሶም ይብል። እዝየርየር ኢኻ ህዝበይ ናብ ዓዲ ቅድሚ ምእታወይ መከራ ጸጊበ ቅናቕ ዓዲ ምእታወይ ነዚ መንበሪ እዚዩ ክንደይ ዝኣክል ከም ዝደመኹ ኣይተስተውዕልንዶ ንምዃኑ ኣባ ሰላማስ ነዚ መንበሪ እዚዩ ከፍርስ እዩ ኢልካ ምውጻእ እንታይ ዓይነት ኣተሓሳሰብ ይኾን ስለዚ እዚዩ ሕዚ እውን ብዙሕ ክብሎ ኣይክእልን እንተ ኣነ ግን መንበርና ይጽናዕ መንበርና ይቐጽል መንበርና መንበር ይኹን መንበርና መንበር ሓቂ መንበር ፍትሒ መንበር ጽድቂ መንበር ግፉዓት ይኹን ፍትሕን ርትዕን ዘንግስ ይኹን ዝብል ቅዋም ዘለኒ ደኣ እምበር ምስ ጸረ መንበር ዝቖሙ ከም ዘይኮንኩ ኩልኻ ክትርደኣለይ ይፈቱ። ኣብ መበል ኣብ ሳላሳይ ሓመረ ውሃ ኣብ መንጎ ኣህጉረ ስብከትን ስብከት ምንባብ ሓድነት ከይህሉ ይብሃ ይብሉ ኣለዉ። ኣየናይ ሃገረ ስብከት እንታይ ዓይነት እስከ እዩ ተገይሩ? ኣየናይ ሃገረ ስብከት እዩ እዚ እውን ፍረ ዘይብሉ ማይ ዘይቋጽር ምዃኑ ተረድእዎ። ኣመውን ኣብ መንጎ ናይ ኣብነት መምህራንን በብደረጅኡ ዘለዉ ኣመራራሕ ቤተ ክህነትን ፍልልይ ንምፍጣር ይብል ኣሎ። ኣበየናይ መን ምስ መን? ንኣብነት መምህራን ኣብ ትግራይ ዘለኹም ኣቦታተይ፣ ምስ ኣብ መንጎኹምን ኣብ መንጎ ዝፈጠርኩልኩም ነገር እንተልዩ ተስእሞ መስክሩ። ኣብ ትግራይ ዘለኹም ካህናት ኣብ ትግራይ ዘለኹም ሰባኪያነ ወንጌል ኣበየና ይኾን ክፈላለየኩም ይኾን በጃኹም ነዚ እንተ ዝገብሮ ነገር ተልዩ እውን መዓድኑ ወይ ድማ ንገሩን እዚ ግን ፍፁም ዘየለ ሕዚ እውን ትኾነ ተስሓሓተ ግንዛቤ እዩ ኣብ ናይ ራብዓይ ወይ ሓምሻይ ኣብረ ድማ መንጎ ካህናትን ምእመናንን ምትእምማን ክጠፍእ ክብርን ተሰማዕነትን ቤተ ክርስቲያን ክህነት ቤተ ክህነት ክጠፍእ ዝብልዎ ቃል ኣሎ

ጸረ እግዚኣብሔር ርኢኹም ምስ እንመን እዮም እዞም ናይ ኣዞም ናይ ኣጽራር ቤተ ክርስቲያን በበየናይ መልክዕኸ እዩ እዚ እውን ትማሊ ማሕበረ ቅዱሳን ኣብ ልዕሊ ኣባ ሰላማ ንዕስራን ገለን ዓመታት ዝጥቅኖ ዝነበረ ጠቐነ ደኣ እምበር ከምኡ ዝበለ ነገር ከምዘየለ ክትርድኡለይ ይግባእ ኣብ ሸኽ ንርኢ ከለና ምእመናንን ካህናትን ብምግጫው ምእመናን ንቤተ ክርስቲያን ዝህብዎ ውህብቶ ብምዕጻው ኣብ ቤተ ክርስቲያን ኢኮኖሚያዊ ጸገም ንኽፍጠር ብምግባር ካህናትን መገልገልትን ምብታን ቤተ ክርስቲያን ብምብታን ቤተ ክርስቲያን ብዘይ ካህናት ንኽትገብር ምኽንያት ኮይኖም ይብል። ብጣዕሚ ዝገርም እዩ ኣበየና እዩ ዝነገር እዝዩ መመናንን ካህናትን ኣበዮም ተጋጭዮም በየናይ ኣንደበተይ ብፍኖተ ብርሃን ሚድያ ኔትወርክ ብዝሕለፍክዎ ብዝተፈላለዩ ሚድያታት ብዝሕለፍክዎ ኣየናይ ቋንቋ እዩ ኣየናይ ኣሊጌሽን ኣየናይ ፅንዓት እስኪ ይቕረብ ስለዚ ነዚ እዩ ሲኖዶስና እውን ሕግና እውን ሓደ ሰብ እንድሕር ደኣ ኣባል ቅዱስ ሲኖዶስ ክኽሰስ ከሎ ተኸሰሰሉ ክሲ ብዝርዝር ብሓደ ተባሂሉ ክሳዕ መወዳእታ ይወሃቦ እሞ ብድሕሪኡ ድማ ቀሪቡ ኣብ ሲኖዶስ መልሲ ይህብ እዩ ዝባ- እዩ- ኢሉ እዩ ጠቂስዎ ዘሎ ኣብ ናይ መወዳእታ ኣፅራር ቤተ ክርስቲያን ተቃዋምቲ ተቃዋምቲ መንበር ሰላማን እ፣ ምስ ዘለዉ ሰባት ንዓኣቶም እ፣ ሰ- መንበረ ሰላማ ቀፂሉ ድማ ቤተ ክርስቲያን ትግራይ ናይ ምድኻም ሓደጋ ይፈጥሮ ኣለዉ ዝብል እዚ እውን ተመሳሰላይ ስለ ዝኾነ ክምለሶ ኣይክእልን ካብዚ ቀፂልና ንሪኦ ዘለና እቲ ዓንተወ መእተዊ እየ ዝበልክዎ እቲ ተፀውዐ ጉባኤ ሓንቲ እያ ነይራ ኣብ ልዕሊ ኣባ ሰላማ ተባሂሉ ምስ መፀ ግን ነዚ ንምድብዛ ዝቕዲመ ከም ዝበልኩም ብድሕሪኡ ዘለዉ ጉባኤታት ብድሕሪ ዘሕለፍዎም ውሳኔታት ኣብ ቁጽሪ ሰለስተ ክሳብ መወዳእታ ዘለዉ ክረእዎም ብዛዕባ ኣብ ኣርሲ ዘሎ ይኹን ብዛዕባ ኣብ ትግራይ ዘሎ ይኹን እዚኦም ነቲ ንኸይረአ ኸበር ንምግባር ተዘይኮይኑ እዚኦም እውን ኣግባብ ዘይነበሮ እዩ ካሊእ ኣንተ ኣብ ዝጠቐስክዎ ኣባ ሰላማ ሕጊ ሲኖዶስ ጥሒሱ ኣይወጸን፣ ቅዱስ ሲኖዶስ ረጊጹ ኣይወጸን፣ ብኽብሪ ተጸዊዑ መሰሉ ተጠቒሙ ኣብ ጉባኤ ተረኺቡ እዩ፣ ነገር ግን መሰሉ ተሓዲጉ፣ መሰሉ ከይተዋህበ እሞ ተወሲኻ ውጻእ ተመለስ ተባሂሉ፣ ተመሊሰ ገዛይ ምስ ከድኩ ከኣ ደሞ እንደገና በድንገት ንዓቑ መማእኸል ክበሃል ከሎ እዚዩ ፍፁም ኣብ ሕገ ቤተ ክርስቲያንና ይኹን ኣብ ብሔር ህግ ዘየለ ኣበይም ዓለም ዘይግበር ሰብ እንድሕር ደኣ ተኸሲሱ ሰብ እንድሕር ደኣ ተወንጂሉ ኣቐዲምካ ዝርዝሩ ሂብካ ነጊርካ ሰነድ ሂብካ ኣፅኒዕኻ ነዚ መዓልቲ እዚ ቅረቡ እሞ መልሲ ሃብ ደኣ ይበሃል እምበር ኣብ ማእኸል ሰብ ኣቑምካ ዝዓይነት ዝተገብረ ኣቦታት ኣብ ውጭን ኣብ ውስጥን ዘለኹም ክትርድእዎ ተስፋ ገብር ሕዚ እውን ትማሊ ነቦታተይ ንኹሎም መልእኽቲ ኣሕሊፈ እየ ሞሽን እውን ሕጂ ጽሒፈ ኣርክብ ኣለኹ ስለዚ ኣብ ወጻእን ኣብ ውሽጥን ዘለኹም ህዝብና እቲ መንፈስሃዊ ህዝብና እታ ውድቀት ከልዕል ቤተክርስትያንና ንቅድሚት ክሰጉም እቲ መርዓት ዓይኑ ገይሩ ዝሪኦ ዘሎ መንብርና ንቅድሚት ንክኸይድ ኩሉኹም ክትጠናኸሩ ብፍላይ ኣብ ብሕደራ ቤተክርስትያንና ዝኔ ግዕዘየና ዓለም ዘርዕድ ዘሎ ዘስንብድ ዘሎ ነገር ኣሊናዮ ኩልና ኢድን ጓንትን ኮይንና እታ ቤተክርስትያንናን ህዝብናን ናብ ሓደ ጥምረት ክንከይድ እንዳመስገንኩ ኣብ መወዳእታ ውሳኔ ዝሃቡኒ ግን ክልተ ነገር እየን እቲ ሓደ ካብ ሎሚ ጀሚርካ ኣብ ትግራይ ናይ ስብከተ ወንጌል ዝሃብናካ ኣልዒልናዮ ኣሎ እዩ። እዚ ማለት ስብከተ ወንጌል ከይትሰብኽ ኣፍካ ዓጾ እዩ። ዝገርም ነገር እዩ። ስለዚ ኣነ እታ ዝመፅ ሰለስተ ዓመት መብዝሕቱ ገፀርን ቆላን ዴጋ እንዳኸድኩ እዩ። እዚ ማለት ቃል እግዚኣብሔር ከይትዛረብ ጉድእቲ ዘሎ ኣብ ቤተ ክርስቲያንና ዝፍፀም ወንጌል ኣብ ቤተ ክርስቲያንና ዝፍፀም ገበን ከይትዛረብ እቶም ዝሰርቁ እናሰረቑ ይንበሩ፣ እቶም ዝዕምፁ እናዓመፁ ይንበሩ፣ እቶም ኣዝማዶምን ቤተሰቦም ዝእክቡ እናኣከቡ ይንበሩ፣ ሊቃውንቲ ግን ከም ልቦም ይድከሙ፣ ፍትሒ ዝሰኣኑ ከም ዘለዉ ኺድ ናብ ዘብል ዘኽይድ ደኣ እምበር ከምኡ ኣይግበርን ነይሩ። ተመሊስካ ንኣውስትራልያ ንሃገረ ስብከትካ ኺድ ማለት ከዓ ደሞ ህዝበይ ደጋጊመ ከም ዝነገርኩ ከም ዝበልክዎ ናብኡ ከኽይድ ዝኽእል ባይታ እውን የብለይን። ስለዚ ህዝበይ ኣቦታት ተመሊሶም ከም ዝሪእዎት በዓል ሙሉ ተስፋ እየ እንተ ኣነ እውን ከዓ ድማ ብፍቅርን ብትኽክለኛን መንገዲ ንቅድሚት ክስጉም እየ ኣርባዓ መዓልቲ ኣብ ገዳም ተቐመጥ ዝብሉ ውሳኔ ሂቦምን ኣለዉ እውነት እውነት እብለካ ህዝበይ እብለኩም ሊቃውንቲ ኣቦታተይ ተን ዘቕረብዎን ብኣግባቡ ኮይነን እንተዝርከባ ነይረን ኣርባዓ መዓልቲ ጥራይ ኣይኮነን ሙሉእ ህይወተይ እውን ኣጥፍየ እንተተረኺበ ሕዚ እውን ጽባሕን እኮ ብዝርዝር እንድሕር ሂቦምኒ ህይወተይ ሙሉእ እውን ብንስሓ ኣጥፊኤ እንድሕር ተረኺበ ገዳም ኣብ ገዳመይ ክነብር ድልው ምዃነ እየ ነገር ግን እዚ ዝተባህለ ንህዝቢ ናብ ከሊእ ዳይቨርት ንምግባር ደኣ እምበር ንዓይ ዝምልከት ነገር ስለ ዘየለ ንዓኣቶም እውን እዛ ሸውዓተ መዓልቲ ኣብ ጽባሕ ሰነ ሓደ ንሸውዓተ መዓልቲ ኣዊጆም ኣለዉ እሞ ብፁዓን ኣቦታት ኩላቶም ኣነ እውን ሓዊሱ እዛ ሸውዓተ መዓልቲ እዚኣ ናብ ልቦና ኩልና ናብ ልብና ተመሊስና ንክንሪኣ እሞ ሕግን ንሕግን ማእኸል ጌርና ተመሊስና ንዓይ እውን እቲ ዝግበአኒ እቲ ዝበልዎ ዝርዝር መፅዩኒ ኩለን ልኢኾምለይ ኣነ እውን ንሳቶም እውን ተኣኪብና ፊት ንፊት ከፍ ኢልና ኣብ ሓደ ኮይንና ተማጒትና ነፂርና ንክንወፅእ ኣነ ድማ መፀዋዕታይን ኣቕርበሎም ኣለኹ ንሸውዓተ መዓልቲ ጸሎት ሒዛቶም ምስ ኣምላኾም ተናቢቦም ናብ ናብ ሰላም ክንመጽእ እዛ መጸዋዕታይ እዚኣ ኣቕርበ ኣለኹ። ስለዚ ኣብዚ ይኣኽለና ዝነበረና ግዜ ክብርን ምስጋናን ንኣምላኽና ይኹን። ሓደራ ህዝበይ ከይትደናገጽ እዚ ዝነበረ እዩ ንተሓቋቆፍ እዚ ዝበሃል ዘሎ ንጽረትና ኣዩ ከተሓቋቑፈና እንተ ዘይኮነ ክበታትነና ኣይኽእልን። ስለዚ ኩልኹም ናብ ሓደ ንስመር፣ ንቤተ እግዚኣብሔርና ነግልግል። ኣብ ዓድና እዚ ሕዚ ከዓ ወቕቱ ብጣዕሚ ኣጸጋሚ እዩ። ስለዚ ከም ትማሊ ዝኾነ ነገር ከይመጸና ኣጋጣሚ ስለ ዝበጸ ደኣ እየ ዝዛረቦ ዘለኹ እምበር በዚ ሰዓት እዚ ኩልና ሓመድ ተኸዲንና ኣብ ወጮ ተኸዲን ናብ ሓመድ ነንገርግረሉ ዳግም ትግራይ ከይትደሚ ናብ እግዚኣብሔር ንጽልየሉ ግዜ ደኣ እምበር በሰዓት እዚኡ ከምዚ ንብለሉ እውን ኣይነበረን እሞ ነዚ እውን ካብ ልቢ እየ ዝሓዝን እግዚኣብሔር ከዓ ድሞ ደመና ኮይናት ከም ዝገፈልና በዓል ምሉእ እምነት እየ ብጣዕሚ ጽቡቅ እዛ ጓለይ ብጣዕሚ ጽቡቅ እዩ ብኣ ክጅምረልኪ ሓደ ህዝብና ክፈልጦ ዘሎ ኩልና ክርድኦ ዝግበአና ካብ ብሉይ ኪዳን ጀሚርና ክሳብ ሓድስ ኪዳን ክሳብ ሕዚ ዝኔናሉ ዘመን እንተ ብዓለም ታሪኽ እውን ተሊእና ኣማኢት ኮይንካ ወይ ድማ ዓሰርተታት ኮይንካ ኣይኮነን ታሪኽ ዝመጽእ። ለውጢ ካብ ሓደ እዩ ዝጅምር። ሓደ እዩ ሓሳብ ዘፍልቆ። እግዚኣብሔር ዝዓድሎ ብሓደ ይፈልቕ እሞ ድሓር ታብኡ እዩ ብዙሓት እናወሰድዎ ዝኽእሉ። ካብ መጀመርያ ጀሚርና ክንሪኦ ከለና ንሱ እዩ ዘምህረና ሓደ ሓደ ሓደ ሓደ እንዳበሉ ይመፅኡ ብዙሓት ኣብ መፅሓፍ ቅዱስ ለውጢ ዘምፁ ብጣምራ ዘምፅዎ ነገር የለን እንዳተገዘ እዩ ዝኸን ብመሰረቱ ግን ከም ዝበልክዮ እታ ካልኣይቲ እየ ዝኒኹ ብዙሓት በይንኻ ኮንካ ኣቦታት ነዚ ትብሎ ዘለኻ ዝገዝእዎ ይረአና ናብቲ ውሽጢ ከመይ እዩ ዘሎ ንዝብል ግን ብርግፀኝነት እየ ዝዛረብ ዘለኹ ኣቦታትና መብዝሕቶም ነዚ ኣነ ዘቕረብኩዎ ክልተ ሽሕን ዓሰርተ ሸውዓተን ጀሚሩ ክሳዕ ዓሰርተ ሸሞንተ ንዘቕረብኩዎ ሓሳብ ኣሉ ዝብል ኣቦ የለን። ሕዚ እውን ደጊመ እብል ኣለኹ። ኩሎም ምስ ኩሎም ተዘራሪብና ኣብ ውጭ ዘለዉ ይኹኑ ኣብ ውሽጢ ዘለዉ ይኹኑ ምስቶም ኣብ ሕቶ ምልክት ዘለዉ እንተዘይኮይኑ በስተቀር ብፍላይ ምስቶም ዓሰርተ ሓደ ድሓር ዝመፀን ዓሰርተ ዝመፀን ኣቦታት ዘለና ሓሳብ ኣብዚ ሕይ ዘሎ ናይ ምሕደራ ግዕዝይና ምሕደራ ምፍዛዝ ምፍዛዝ ሕይ ዝበልኮ ጠቐስክዎ ሓደ ኣቦ ትኽክል ኣይኮነን ኢሉ ዝቃወም የለን ትማሊ ይኹን ትማሊ እውን ክሳብ ሕዚ እውን ኣብ መንበረ ሰላም ኣብዚ ሕይ ንኸዶ ዘለናስ ፍፁም ስሕተት የለን ጥራይ ፍፁም ይቕረ እሞ እዞም ዝበሃሉ ዘለውስ ሓንቲት እኳስ ኣባ ሰላማ ተጋግዮ ይብልዋ እታ ዝብልዋ ዘለዉ ሓንቲ ሓንትን እያ ዝኣዝርዎ እንታይ እዮም? ኣቦና ሲሾክ ናብ ምድያ ንምንታይ ወፀ? ንምንታይስ ንህዝቢ ወፀ እያ። በቃ እዚኣ ደሞ ኣነ ናብቲ ካልኣይቲ ናብቲ ቀዳመይቲ ሕቶኺ ትወስደኪ መልሲ ትወስደልኪ። እንታይ ቅድሚ ሕጂ ዝገበርካዩ ነርካ? እንታይ ከታብ ናባኻ ዝመፀ ነገር ኣሎ? ወይ ከዓ ደሞ ንስኻስ እንታይ ዝገበርካዩ ነገር? ነዚ ክልቲኡ ክንሪኦ ከለና ካብ ኣቦታት ናብኣይ ክልተ ኢለኪ እኮ ክልተ ሽሕን ዓሰርተ ሽዱሽተን መጺእና ሓደ ዓብዪ ተርመንደስ ዝኾነ ስራሕ ሰሪሕና ኢና ምስቶም ናይ ደገ ኮይና ናይ ግዜያዊ እንታይ ዝበሃል ናይ ህፁፅ ሓገዝ ኮሚቴ ኣዋቒርና ትግራይ ሙሉእ ዝኸድናዮስ ኣብ ደገን ኣብ ውሽጥን ኣብዚ ዘፅደቕናዮ ስትራቴጂክ ፕላን እዩ ነይሩ ታብኡ ግዜ ጀሚሩ ኩላ ትግራይ ዝረአናያ ስለ ዝኾንና ታብኡ ግዜ ጀሚሩ ስትራቴጂክ ፕላን ዘሎ ድኽመት እናረእኹ ኣነ ሰነዳት እንዳቕረብኩ እየ መፅእ እዚ ከዓ መን እሳቶም ንኣብነት መን ጸሓፊልዎ መን ኣዚዝዎ እዩ ዝብል። ኣብዛ ሕገ ቤተ ክርስቲያንና እዚኣ ድማ እንታይ ትብል? ሓደ ናይ ሲኖዶስ ኣባል ንሲኖዶስ ይጠቅም እዩ ኢሉ ዝሓስቦ ይጠቅም እዩ ዝብሎ ንቤተክርስትያን ይጠቅም እዩ ዝብልዎም ነገራት ኩሉ እናሰነደ ከቕርብ ይኽእል እዩ ብዝብል መሰረት ተስኤ ክልተ ሽሕን ዓሰርተ ሸውዓተን ከምቲ ኣንቱ ዘልክዎ መጽናዕቲ ኣቕሪበ እዩ። ከነማሕልእ ከሎ ከም መነማሕልኹ ዘርኢ ኣብ ሓደጋ ኢና እኒና ዘብል ማለት እዩ። መበል ካልኣይ ከዓ ድማ ንኩሎም ኣቦታትና ብስሞም ብስሞም በብስሞም በብስሞም ጽሒፈ ሸክሚ ህዝቢ ኣይንኹን ተወሳኺ መንበረ ሰላማ ተወሳኺ ሸክሚ ህዝቢ ይኹን ብዝብል ከዓ ንኹሎም ኣቦታት እውን ሂበዮም እየ። ሳልሳይ መፅናዕቲ እውን ከዓ ደሞ ተዓንቶሉ ኣቕሪበ እየ። ካብዚኣ ሓደ ኣቦ እኳ መልሲ ኣይሃበንን። ሓደ ኣቦ እኳ እቲ ተቕርቦ ዘለኻ መልሲ ወይ ፅሕፈት ቤት ወይ ኣቦታት ዝበፅሖም ኣቦና ትብሎ ዘለኻ ሲ ወይ ጊዜ ኣይኮነን ዝበለኒ ኣይነበረን ወይ ትኽክል ኣይኮነን ዝበለኒ ሰብ ኣይነበረን እንታይ ደኣ ኩሎም እቶም ደገ ዘለዉ ኣብ ካሊእ ተጸማሚዶም እዮም በተለይ ከዓ እቲ መሪሕነት እዚ ተቐቢሉ ክስክን ዝነገረኒ ዋላ ሓደ የለን ንሱ እንተ ዝነብር ነይርማ ከምቶም ወንጌል ተጠቕሰ ናብ ህዝቢ ወይ ንወፃኹን ነይረ ስለዚ ኣነ ለፊዐ ለፊዐ ተዛሪበ ተዛሪበ ተዛሪበ መወዳእታ ግን ኣብ ሓደጋ ክንበፅሕ ንብል ከለና ግን ሓላፍነት ስለ ዘለን ምኽንያቱ እዞም ደቀይ ከምቲ ኣንቶ ዝበልክዮ እታ ወፃእ ዓዲ ኮይነ እንደገና ኣብ ዓዲ ክኣቱ ዝኩሉ መከራ ሓሊፈ ኣብ ትግራይ ኣትየ እዚኣ ህዝቢ መንፈስ ቅዱስ ፈቒድዋ ብሽዑ ዝነበሩ መረፅትን በቦታተይ ኣንብሮት እድን እዚኣ ክበላ ከለኹ እዛ ተሸክመያ እኒኹ እዚኣ ንክብረይ ኮነትን ንክነግሰላ ኣይኮንኩን ኣባኣባ ክበሃለላ ኣይኮንኩን መከራ እዚኣ ሲ እታ ጎይታ ዕለት ዓርቢ ተሸኪምዋ ዝነበረ ኣክሊለ ሶክ እያ ስለዚ እዚኣ እያ ዝሓይዘያ ዝኒኹ መስቀል እውን ተመሳሰል ናይ መከራ እያ ስለዚ ኣብዚ ሰዓት እዚዩ ክጥዕመና እዩ ንደልን ህዝቢ ይመውት እዩ ዘሎ ትሪኦ ኣለካ ዛጓላይ ብጥሜት ይሓርር ኣሎ ዛጓላይ ዶክተራትና መምሃራንና ነርስታትና ካልእት ማሕበራዊ ጉዳይ ኢሎም እኮ ምሁር ተባለ 1 ዓሰርተ ሽሕ ዓሰርተ ሓሙሽተ ሽሕ ዕስራ ሽሕ ዘይረኽበሉ ዘመን እኮ እዩ ኣብ ቤተ ክርስቲያንና ግን ብኣማኢት ዝቑፀር ሽሕ ገንዘብ እናጠፈኽ ከመይ ጌርካ ስኺ ይበሃል ዛጓል ስለዚ ኩሉ ኣድልዎ ክፍፀም ከሎ ፍትሒ ርትዒ ክደንግስ ከሎ ወንጌል ክድፈን ከሎ ኣነ ክኽእል ስኽ ክብል ስለ ዘይከኣልኩ ንህዝበይ ሓደራ ክብ ተስየ ኣለኹ ስለዚ ናይ ኣቦታትና ዝርዋ እንታይ እዩ ንምንታይ ተዛረብካ ኣነ ኸዓ ደሞ ክዛረብ ግዴታ ኣለኒ። ሃዋርያት እውን ከምዚ ከምኡ እዮም ዝብሉ ኣብቲ መጽሓፍ ቅዱስ ስለ ኢየሱስ ከይትዛረብ ኢሎም ክብሉ ኖ ኖ ኖ ኢንክል ከቢቶቶ ለዝንቱ ስም ኣነ እውን ነዚ መንበረ ሰላማ ዘሎ ኣብ መንበረ ሰላማ ውሽጢ ንዘሎ ግዕዝይና ክሽከሞ ክሓቆ ይክልን ብዝብል እየ ከይደ ዛጓል ስለዚ ኣብዚ ንሳቶም እውን እዚ ሰሚዖም ዝሃቡን የለን እንተ ኣነ ግን እንዳለመንክዎም መፅእ ካሊእ ዝበልክዮ ብጣዕሚ ኣነ እውን ዝሓዝን ወቕቱ ድዩ ኣይኮነን ነገር ግን ወቅቱ እዩ ኣይኮነን እናበልካ ግን ክትከደይ ትኽእል ክትጠፍእ ኣይትኽእልን እንተዓዩ ናብ ደገ ዘይወፀና ሕዚ እውን ብሰላማዊ እና ብሰላማዊ ምፍታሕ ይከኣል እምበር በሰዓቱ እዚማ ወቅቱ ወይ ኣይኮነን እዛ ወልግል ትማልን ወቅቱ ኣይነበረን ሕዚ እውን ወቅቱ ኣይነበረን እና ፅባሕኸ ወቅቱ ኣይነበረን እናበልክ ግን ክሳብ ትብልዕ ግን ኣይትፀንሐን ከይፈተኺ ናብቲ ዓላማ ተኣትኡ ኢኺ ነገር ግን ሕዚ ግን ናብ ሓደ ተመሊስና ሰላም ክኸውን እዩ ዝብል ግን ከምቲ መግለፂ ዝሃብክዎ ኣቦታት እውን ተመሊሶም እቲ ዝሃብዎ ውሳኔ ክሪእዎ እንደገና እቲ ሕጊ ቤተክርስቲያን ኩሎም ከንብብዎ ደሓር እሳቶም ንኣርብዓ መዓልቲ ሂቦም ነለዉ ጥፍኣት ተዝህብሉኒ ኣርብዓ መዓልቲ ግደፍዮ ጥፍኣት ተዝነብረኒ ግደፍዮ ኣርብዓ መዓልቲ ከም ዝበልኩኺ ዝደለየ መቐጮ ንክወስድ ድልው እየ ለኪ ነገር ግን እዙ ጥፍኣት ኣይኮነን ኣፍካ ዓፅዮ ዝበሃል ዘሎ ኣይኮነን ኣቦታትና ግን ኣብዛ ናይ ዝኣወጅዋ ሸውዓተ መዓልቲ ተመሊሶም ሪኦም ሓቢርና ኮይና እሳቶም እውን ዝብልዎ ዝርዝር ሂቦምኒ ኣንቢበ ቀሪበ ሓቢርና ክንጎዝም ንኽእል ኢና እንተዘይኣለየ ግን ግን እዚዩ ከዓ በይነይ ከም ዘይኮንኩ ፅባሕ ክስዕብዎ ድሕሪ ፅባሕ ክስዕብዎ ብዙሓት ቦታት ዘይሓበሩልን እዮም ኣንተ እኮ ኢለ ዘይፈረሙ ፌርማታት ዘይሓሰቡ በላ እኔው እኮ ወፅኦም እኮ እኔው እኮ ቦታት እዚኦ ንስማዕማዓን ዝበሉ እኮ ቦታት እኒው ነገር ግን ህዝቢ ባያዝ ንምግባር ምልኣተ ጉባኤ ወሲኖም ኢሎም ግን እስናት እዚ ጽባሕ ንግሆ ክርዮ ካብኡ ዝዘለለ ብዙሕ መረዳእታ እውን ኣለና እሞ ብኡ እንተትርእዮ ዝሓሸ እዩ ስብሓት ለእግዚኣብሄር በሰማያት ወሰላም በምድር